ሰላም ሰላም ኣብ መላእ ዓለም ዘለኹም ክብራት ኣሕዋት ሰላም እግዚኣብሔር ምሳኹም ይኹን። ናይ ሎም መዓንቲ መደበይ እምበኣር ክትፈትውዎ ተስፋ እንዳገበርኩ ቅድሚ ናብኡ ባለይ ግን እቶም ሓደቻ ኣት ዘለኹም ላይክ ሳብስክራይብ ኮም እንዳገበርኩም ንዚ መዓልታዊ ሒዜ ዝመፅ ቪዲዮታት ተኻፈልቲ ክትኮኑ ብክብሪ ዕድመኩም እቶም ምሳይ ዝፀናሕኹም ከዓ ከም ቀደምኩም ምትብባዕኹም ኣይፈለኒ እዚ ቪድዮ ብላይክ ጀምርዎ ናይ ሎማዓንቲ ብሓንሳብ ኬድና ንሰርሖ ክብራት ኣሕዋተይ ኣብ መእተዊ ከም ዝረኣኹሞ ናይ ጾም ኬክ እዚኣ ኣብ ግዜ ጾም ጥራይ ዘይኮነት ኩሉ ግዜ እውን ክንምገባ ዘለና ብጣዕሚ ንጥዕናና ብሉጽ ዝኾነ እንደገና ከኣ ብፕሮቲን ከኣ ሃብታም ዝኾነ ማለት እዩ ክብራት ኣሕዋተይ ብንጣጢዕ ዝተዳለወ እንደገና ከኣ ጣፍ ውን ቁሩብ ጣፍ ዘለዎ ብፍሩታታት ጌርና እንደገና ከኣ ብዘይ ሽኮር ብዘይ ጠስሚ ብዘይ እንቋቑሖ መቸም እዚ ኩሉ ናይ ስብሕታ ነገር እልልልል የቢልና ብጣዕሚ ናይ ጥዕና ዝኾነት ሕጂ ክንሰርሕ ኢና ብዙሕ ግዜ ሒዘኩምን እየ ክልተ ኣራንሽ ተጠቒመ ንኹሉ ከኣ እንታይ ዝበሃል ገይረ ኣለኹ ማለት እዩ ሕጂ ሓንቲ ቢከሪ ኮይናትልና ኣላ እዚኣ መሊስና ከዓ ሓንቲ ቢከሪ ከዓ ማይ ክንገብር ኢና ማይ ክንገብር ከለና ኖርማል ኢና ንጥቀም ውዑይ ማይ ዘይኮነ ዝሑል ማይ ኖርማል ኢና ንጥቀም ማለት እዩ ስለዚ ክብራት ኣሕዋተይ ያእ ንስኹም ከኣ ክቡራት ኣሕዋተይ ላይክ ምግባር ግዜ ዝበሃል ኣይወስድን እዩ ናይ ክሽነ ነገር መዓልታዊ ሒዝካ ንክትመጺ ቪድዮ ከኣ ብጣዕሚ ብዙሕ ስራሕ ስለ ዘለዎ ንዚ ተረዲእኹም ላይክ ምግባር ኣይተውሕዱ ሕጂ ሓንቲ ኩባያ ማይ ገይረላ ጸኒሐ ሓንቲ ኩባያ ከኣ ጽሟቕ ናይ ኣራንሺ ፍርቂ ከኣኒ ዘይቲ ተጠቒመ ኣለኹ ማለት እዩ ሓንቲ ከኣ ቫኒላ ሽኮር ይጥቀም ኣለኹ ማለት እዩ ክቡራት ኣሕዋተይ ከምዚ ትርእይዎ ዘለኹም ጌርና ኣብዚ ማሽን ገይረዮ ኣለኹ ንኹሉ ጨው ከዓ ቁርብ ከምዚ ማይ ማይ ዝጥዕም ዘይኮነስ ንእሽተይ ምቕር ዝበለ ኣበኳዶ ከዓ ሓንቲ ማእኸለይት ዝኾነ ዕሪ ገጅፍ ዘይኮነ ንእሽተይ ከዓ ዘይኮነት ተጠቒመ ኣለኹ ንዓኡ ከዓ ከም ትሪእዎ ዘለኹም ጌርና ጭድድ ኣቢልና ክንእትዎ ኢና ማለት እዩ ኣቮካዶ ብጣዕሚ ማዕረ ክንደይ ትሕዝቶ ዘለዎ ኣቮካዶ ኣብ ዝተፈላለየ ኣብ ሳላጣ ክንምገቦ ከለና ድዩ ኣብ ዝኾነ ክንሰርሖ ከለና ክንእቱ ከለና ከዓ ብጣዕሚ ፅቡቅ እዩ ማለት እዩ ሕጂ ከም ትሪእዎ ዘለኹም እታ ፍርቂ ወዲእ ኣለኹ እቲያ ፍርቂ ከዓ ክገብራ እየ ማለት እዩ ሕጂ እቲ ዓቐን ከምዚ መትሓዚና ግጅፍ ዝበለት ኮይና ብዛሕ ኣቢልና ንሰርሖ ተኮይና ክልተ በኳዶ ክንጥቀም ንኽእል ኣራንሺ ሓደ ኣርባዕተ ኮን ክንጥቀም ንኽእል ማለት እዩ። ናህቲ ሕጂ ማእኸለይቲ ዕርያ ገጃ ከይኮነት ዕርያ ከዓ ንእሽተይ ኣይኮነት ኔድ ሰርሓ ዘለኹ ማለት እዩ። ሕጂ እዚ ኣቮካዶ ኩሉ ገይር ወዲእ ኣለኹ። ተምሪ ከዓ ኣብዚኣ ኣዳልየ ኣለኹ። ሚእቲ ግራም ዝኸውን ተምሪ ሓፂበ እቲ ናህቱ ፍሪኡ ከዓ ገሊኡ ዝወፀ ኣሎ ገሊኡ ከዓ ዘይወፀሉ ማለት እዩ። ተምሪ ከዓ ንጥዕናና ብጣዕሚ ፅቡቅ እዩ። ንመዓልቲ ክልተ ፍረ ዝኸውን እንተበሊዕና ከዓ ፅቡቅ ማለት ሕጂ ኣብ ኬክ ትእቲናዮ ከምዚ ጌርና ከዓ ሓደ ሽቱግ ዝኸውን እንተወሲድና ንረኽቦ ኣለና እቲ ናቱ ትሕዝቶ ማለት እዩ። ሕጂ ክቡራት ኣሕዋተይ እቲ ተምሪ ናተይ እኳ ከምዚ ኣብ ከለካ ንዝብላዕ ንቕፅ ዝበለ ስለ ዝፈቱ ንቕፅ ዝበለ ቁርትለይ እንዲ ዘሎ ልስሉስ ተኮይኑ ሕጂ ንክልተካና የደንጉየናኒ ግን ጽቡቅ ገይረ በዚ ማሽን ገይረ ኣቢለ ኣለኩ ንእሽተይ ተተሪፍዎ ከኣ ጸገም ዝበሃል ነገር የብሉን እዩ ማለት እዩ ከም ትሪእዎ ዘለኹም ክሓፍስ መዓት ኮይኑ ከጽብቅ ከምዚ ኮይኑ ከኣ ተሃሪብልና ተወዲኡ ኣሎ ማለት እዩ ብጣዕሚ ጽቡቅ ዝኾነ ኮይንልና ኣሎ ሕጂ ከነጸጎ ኢና በዚኣ ከዓ እንጣጢዕ እንጣጢዕ መቸም ብዝሓለፈ እንዳሰሓቕና ብሰፍ እንዳገበርና ከምዚ ከይከኣልና ወጺእና እንዳበልና ብዙሕ ሕንጣጥ ዕዳል ኢና ነርና ኢና ማለት እዩ። ንሱ ሕጂ ንድስቲ ንጸብሒ ገለ ዳልየ እዚ ሕጂ እዚ እንጣጢዕ እዚ ዝተጸጸየ እንጣጢዕ እዩ። መብዛሕትኡ ግዜ ንምንታይ እየ ዝጥቀመሉ ኣብ ፎርኖ ቅጫ ክሰርሕ ከለኹ ባኒ ክሰርሕ ከለኹ ብጣዕሚ እብዚ ገዛ ዝጥቀመሉ ማለት እዩ። እንጣጢዕ ምስ ዝተፈላለየ ክንገብሮ ንኽእል ኢና ማለት እዩ። ሕጂ ከዓ እንታይ እዩ ዝበሃል ዘሎ ምስኪ የካ ክንሰርሐ ኢና ማለት እዩ። ሕጂ ከም ትሪእዎ ዘለኹም ፁፅ እዩ ፅቡቕ ጌር ዳኣ ይረኣየኩም የለ እምበር ኣብ ክልተ ጭድድ ጭድድ ጭድ ዝበለ ዕሪ ድኹም ዘይኮነ ዕሪ ከዓ እንታይ ዝበሃል ማለት እዩ። ሕጂ ኣነ ንቕጫን ንባኒ ፀገም የብሉን እዩ ንኬክ ተኾይኑ ግን ቁርብትለይ ምድካም ከድልየኒ እዩ ጥሕን ከብሎ እዩ ማለት እዩ። ሕጂ በዚኣ እንደገና ከዓ ኦርጋኒክ ዝኾነ ብዮ ማለት እዩ ንሱ እየ ዝጥቀም ዘለኹ ብዝተኸኣለ መጠን ሕጂ ክልተ ኩባያ ካብዚ ክጥቀም እየ ከም ትሪእዎ ዘለኹም ማለት እዩ ከከም ዓቐና ካብዚኣ ትንእስ ካብዚኣ ካብዛ ናተይ ትንእስ ተደሊኽን ከዓ ክተብላ ትኽእላ ኢኽን ማለት እዩ ሓደ ኩባያ እውን ክትጥቀማ ትኽእላ ኢኽን ፅቡቅ ገይረ ሕጂ ኣድክም ኣቢለ ክጡሑነ እየ ብዙሕ ናይ ጾም ኬክ ዝሰራሕክዎ ኣሎ ብሽኮር ኣሎ ብዘይ ሽኮር ኣሎ ብጥረታት ኣዝዩ ጽቡቅ ዝኾነ ብጣዕሚ ብጣዕሚ ክቡራት ሕዋተይ ኣብቲ ውሽጢ ኣትኽን ተሪኽኖ ዋው ገል ዓይነት ዝኾነ ኬክ ኣሎ እዩ ብዘይ ሓሩጭ ብሃፋፍሎኮን ዝተሰርሐ ካብ ሓሩጭ ካብዚ ፊኖታት ውፅ ዝበለ ማለት እዩ ሎሚ ሙልዮናት ኣብ ቆልዑ ዘለዎ ኣብ ዓበይቲ ዘሎ ሙልዮናት ዝሓምም ዘሎ ሰብ ካብ ኣመጋግባና ብጣዕሚ ጥንቃቐ የድልየና እዩ። ስቕ ኢልና ተረኽበ እንዳበልና ምብላዕ ዘይኮነ ብጣዕሚ ኢና ንገዝኦ ኣስቤዛታት ንሰርሖ፣ ኣብ ገዛ ከዓ ጥንቃቐ የድልየና እዩ ማለት እዩ። ኩሉ ግዜ ዋላ ተዘይገበርና ሕልፍ ሕልፍ እንዳበልና ግድን ክለምዶ ኣለና ማለት እዩ። ክቡራት ኣሕዋተይ ሰላም ቅርጣሽ ከዓ ሸጥሸጥ ሸጥ መዓንጣ ትኸውን ከምዚኣ እንዳገበረት ተመጋግባ ብዙሕ ሰብ ብዙሕ ሰብ ማለት እዩ ክቡራት ኣሕዋተይ እዋ እዚ ኩሉ መግቢ ዝስራሕ ሲ መን እዩ ዝበልዖ ደኣ እንታይ ደኣ ምግጃፍ ገለመለ መግቢ ክሰርሕ ከለኹ መብዛሕትኡ ግዜ ናይ ጥዕና ፕሮቲን ሓይሊ ሙሉእ ኢነርጂ ክህበኒ ዝኽእል እንደገና ከዓ እንታይ ዝበሃል ማለት እዩ ከግጅፈኒ ዘይክእል መግብታት ሓይሊ ክህበና ዝኽእል መግብታት እንተተመጊብና ብጣዕሚ ጹቡቅ እዩ ማለት እዩ ሕጂ ከኣ ከም ቁርሲ ን ቀዳም ሰንበት ድዩ ንዝተፋላልየ ክንጥቀመላ ንክእል ኢና ንደቅና ሻሂ ግብር ኣቢልና ንዓና ቡናና ሻህና ጌርና ዝተፋላልየ ማለት እዩ ሕጂ እንዳነፈኹ እንዳነፈኹ ይገብሮ ኣለኹ ከም ትርእይዎ ዘለኹም ማለት ዋላ ሓደ ጸገም የብሉ ንጽቡቅ ጌሩ ከይቋጻጸርና ከም ዝዕንኳር ዕንኳር ንኸይከውን እምበር ሽግር የብሉን እዩ ኣብኡ ከለሲ ዋላ ከይነፈና እውን ክንእትዎ ንክእል ኢና ኣብ ኬክ ግን ፍኩስ ዝበለ ክኮነልና ተደሊና ኩሉ ሓሪጭስ ክንነፍዮ ጽቡቅ እዩ ኣብ ቅጫ ጸገም የብሉን እዩ ጥሕና ኣቢልና ክንገብሮ ንክእል ኢና ማለት ኢና ኣብኡ ሕጂ እንታይ ይገብር ኣለኹ ሓንቲ ከዓኒ ክልተ እንጣጢዕ ሓንቲ ከዓ ቀይሕ ጣፍ ማለት እዩ ናይ ቀይሕ ጣፍ ትሕዝቶ ከዓ መግለፂ ዘይብሉ ማለት እዩ ክቡራት ሕዋተይ ብጣዕሚ ፅቡቅ ዝኾነ ናይ ቀይሕ ጣፍ ከዓ ሕጂ ከም ትሪእዎ ዘለኹም ዳነፎ ከዓ ሓደ ኩባያ ገይሩ ኣለኹ ማለት እዩ። ሕውስ ክነብሎ ኢና ፅቡቅ ጌርና። ሕጂ ኣብዚ እንታይ ኣይገበርኩን ኣለኹ ፓውደር ድሕሪት ኢና ንገብሮ። መጀመርያ ፅቡቅ ጌርና ክንሓዋውሶ ኣለና ማለት እዩ። ምክንያቱ ቀልጢፉ ክወድቀና ይኽእል እዩ። ሕጂ ኦረዲ እታ ፎርኖ ናይ ላዕልን ናይ ታሕትን ወሊዐያ ኣለኹ ማለት እዩ። ናይ ላዕሊ ናይ ታሕቲን ብሚኢትን ሰብዓን ሓሙሽተን ጌረያ ኣለኹ። ከም ትርእይዎ ዘለኹም ምሕፋሱ ግድን ኣይኮነን። ከምዚ ቅጥን ዝበለ ተኾይንና ካብቲ እንጣጢዕ ወይ ከዓ ካብ ጣፍ ክንውስኸሉ ንኽእል ኢና። ሕጂ ቤኪን ፓውደር ከዓ ዓሰርተ ሓሙሽተ ግራም ከዓ ተጠቒመ ኣለኹ ማለት እዩ። ሕጂ ሕውስ ሕውስ ክነብሎ ኢና ከምዚ ጌርና እንዳፈኾሰ እንዳፈኾሰ ክኸይድ እዩ። እታ መዝሓዚትና ከዓ ዘይትለኸ የቢልናያ ክንፀንሕ ክንክእል ኣለና ምክንያቱ ዳሕራይ ምምጻእ ከይ ኣብየና ብሓፈሻ እቲ ታርሽሙ ናይ በዓል ቅብኣት ኣለዎ እንድቲ ዘይቲ እቲ እቲ እንጣጢዕ ብጣዕሚ ብዙሕ ቅብኣት ዘለዎ ማለት እዩ ኣብ ዝኾነ ክንብል ከለና ግን ለኸይ ነብሎ ድሓን ቁርብትለይ ከም ትርእይዎ ዘለኹም ለኸይ ኣቢለ ኣለኹ ኦሊቭ ኦይል ዘይቲ ኣብኡ ከዓ ቀስ ኣቢለ ማዕረ ንክመፅእ ከም እንዳገበርኩና ኩሉ ኮባ ጽሕሕ እየ ማለት እዩ። ሕጂ ክቡራት ኣሕዋተይ ኣብዚ ደስ ዘለና ፍሩት ጥረታት ክንገብረሉ ንኽእል ኢና። ብዝሓለፈ ከምኡ ገይረ ሰሪሑ ነይረ ኣርእየኩም ነይረ ማለት እዩ። ላይክ ምግባር ግን ኣይተውሕዱ። ኮፍ ኢልካ ክትከታተሎ ከለኻ ጥዑም እዩ። ነቶም ኩሉ ግዜ ትጽሕፉ ላይክ ትገብሩ ብዙሕ ብእውነት ክቡራት ኣሕዋተይ ጸሓፉካ ብዙሕ ኣይብለኩም እየ። ላይክ ምግባር ግን ዋላ ሓደ እንታይ እሞ ትርእዮ ተለኻ እንተኸፊትካዮ ትጥቀመሉ ተሊኻ ወይ ከኣ ሎም ተዘይተቐምቃሉ ንኻልእ ግዜ ክትጥቀመሉ ትኽእል ግበርሉ ማለት እዩ ሕጂ ምሉቕ ኢላ ወፅያ ማለት እዩ ከምዛ ትርእይዋ ዘለኹም ክንደይ ኣፅኒሐያ ሰላሳን ሓሙሽተን ደቂቕ ናይ ላዕሊ ናይ ታሕትን ወሊዐያ ሓሙሽተ ደቂቕ ከኣኒ ናይ ታሕቲ ጥራይ ምክንያቱ እታ መትሓዚተይ ንእሸይ ርጉድ ዝበለት ስለ ዝኾነት ሓሙሽተ ደቂቕ ኣርባዓ ደቂቕ ንክትበስል ወሲዳትለይ ማለት እዩ ከምዛ ትሪእዋ ዘለኹም ከዓ ብጣዕሚ ኩሕለን ኩሕለን ኮይና ከዓ ኩሕል ኢላ ከዓ ከም ዝሪእዎ ወፅያ ማለት እዩ ከምዚ ናይ ፆም ኬክ ኢልካ እዚ ቬጋን ኣብ ደገ ኣዚዝካ ክትበልዕ ገለ ምክንያቱ እሱ ብናይ ጥዕና ስለ ዝፍለጥ ብጣዕሚ ካብቲ ናይ ካልእ ዝኸበረ እዩ ማለት እዩ ንዛ ንእሽተይ ቁርፅ ኣቢሎም ክሸጥዋ ብጣዕሚ ክባር እዩ ዝሽየጥ ኣብ ገዛ ከዓ ባዕልና እንታይ ጌርናሉ እንታይ ኣይገበርናሉን ስለ ንፈልጦ ከምዚ ግበር ኣቢልና ክሳብ ናይ ሳልስትና ናይ ራብዕትና እንዳቆረስና ምስ ቁርስ ብናዲም ዝተፈላለዩ ክንጥቀመሉ ንኽእል ኢና ማለት እዩ። ሕጂ ኣብዚኣ ንዓኹም ንኸርእየኩም እቲ ቪድዮ ንኽዓጽዎ እንተዘይኮይኑ ብውዑይ እዩ እየ ዝቆርሶ ዘለኹ ማለት እዩ። ዝሕል ምስ በለ ኩሉ ግዜ ኬክ ዝሕል ምስ በለ ክንቆርሶ ከለና ከምኡ እዩ ፅቡቕ ማለት እዩ። ውዕይቲ እያ ዘላ እንዳዝሓለ እንዳዝሓለ ምስ ከደ ክፅቡቕ መዓት እዩ ዝኾን ፈርከሽከሽ እዩ ዝብለልና ማለት እዩ። ከምዛ ትርእይዋ ዘለኹም ብእውነት ብጣዕሚ ፅብቕቲ ሽትኡ ክነግረኩም ኣይክእልን እየ ናይቲ ንጣቲ ናይቲ ናይ ሽማ ኣራንሺ ዝገበርናሉ ናይ ኣቮካዶ ተሓዋዊሱ ኣዝዩ ጥዑም ሽታ ክሽኔና ጥዑም ዝኾነ ሽታ እዩ ዝሽትተልና ማለት እዩ። ስለዚ ክቡራት ኣሕዋተይ ከምዚ ኣጌርና ቁርሲ ሳቢልና ክንምገባ ንኽእል ኢና ምስ ዝተፈላለየ ማለት እዩ። ምክንያቱ ይተሓሓዘ ነሎ ውዑይ ስለ ዝኾነ እዩ። ዝሕልቶ ኢሉ ግን ዋላ ሓደ ፀገም የብሉን እዩ። ንሎማዓንቲ መደበይ ንዚኣ ትመስል ንዛ ጽብቕቲ ኬክ እንዳረኣኹም ናይ ጥዕና ከኣ ላይክ ከይተውሕዱን ዝብል ተስፋ ኣለኒ ላይክ ግበሩሉ መጽሓፍ ምክንያቱ ብዙሕ ብዙሕ ኢኹም ትጽሑፍለይ ብዙሕ ግዜኹም ክሕዘኩም ኣይክኔ እታ ላይክ ምግባር ግን ግዜ ስለ ዘይትወስድ ብኾም እየ ማለት እዩ ናይ ሎማዓንቲ መደበይ ብዚ ክኣክል እዩ ንጽባሕ ብኻልእ ቪድዮ ክሳብ ዝምለሰኩም ሰላምን ጥዕናን ኣበብ ዘለኹሞ ሰሰናዩ